ታሪክ ኮርስ ታንታያ ሓቀይ ማእደው ድሓን ማእደው በዚ ዝኣተኹና ህጂ በዚ ዝኣተኹና ህጂ ብኡ ትሰዳለይ ኣነ ከዓ ስሕብ ኢለን ኣብቲ ገዛ ምዝ ዝቢለን በይንኽን የእትው የብለክ ኣሀ እዛ ምእታዊት ስጥውቕ ኣቢለያ ከኣቱ ዲኻ ትደልየኒ ዘለኻ እወ ጥውቕ ተብላ ኣነ እየ ዝስሕበክን ድሓን ኣለልየክን ኣለኹ ሓራይ ዘወደይ እወ ሓራይ ኣነ ስሓቕ ፀወ ሞተ እየ ዝፈቱ እምበር ዴቭ ወደይ ዋላ እወ ሓንቲ ከኮርየካ ኣይደልን እየን እንተኮርየካ ዘወደይ ይቕረ በለለይ
እወ ብዛዕባ ከምኡ ሓዳር ከዓ ገለ ከዓ ክትብላና ይኽን ከምኡ ከዓ ምስ ሰበይትኻ እ፣ መርዓኻ ርእዩ ሓጎስ ኣሜን ኣበባ ኣሜን ሙሉእ ኣሜን ሽሻይ ቤትካ ዝተባረኸ ይኹነልካ ዘወደይ እወ ኣሜን ኣሜን ኣሜን ኣሜን ኣደይ ምስ እወ እወ ወለድኻ እወ እወ ከዓ እወ ብሓደ ተውዕሉ ወግበርኩም ትሽሻይኩም ብኣኾትኩም ኣሜን ይምላኣልኩም ኣ- ኣሜን ኣሜን እሺ ዘወደይ ጸጋኻ በቃ ደው በላ ኣቢሎ ያላ ዕድሜኻ የብዝሓዮ ያላ በላ መጻኹ በላ እስከ ክግምጠለኩም እየ ዋይ ሐራይ ዘወደይ ጸላኢካ ወዲ ሃይለ ሰው ኣጀኹን በላይ ሃገል በጤነትክ
ዓድኺ ግን እንታይ ትልፍልፍ መዓት እያ ያ እሞ ከምኡ ኢለ እንዲ ደኣ ክስቲ ኣውፅኤላ ኣብ ገዛ ሲ ንሕና ኩላህና ስራሕ ገለ ተኸይድና ከይንፅምዋ ኢልና ኢና እኮ ቲክቶክ ኣውፅና ወሓቂ እንኳዕ ቲክቶክ ኣውፅኽላ እንኳዕ ቲክቶክ ኣውፅኹምላ
እምበር ገሪሃ ምስኪን እያ ሓንቲ የብላን ዋ ምስኪን ደኣ ምስኪን እያ

ዋይ
ዓደይ ኣይፀላእኩኹን ተቐቢለካ ኣለኹ ፈለው ኢለ ክደይ ኢልክኒ ዶ ኣበይ እታ ፈለው እስከ እቶም ደቂ ይበለ ከም መዓራሪዋ እሞ እስከ ፅንሒ ወይ ባዕለ ናይ ደሓን ኣብታ ደረኣኹ ቀይሕ ላዕሊ ምሻላ ኔል ኣሃ እዚ ቀይሕ ዓይነት ዋይ ኢለያ እንደ እሞ ስዳዕ በእዳማይ ምሽ በልያ ኢልክኒ ኢለያ እኳ

ስላሴ ሽኮሪና ስላስ ሽኮሪና
ሓንቲ ቆልዓ ስላሴ ሓንቲ ሕጂ ሓቂ ዲኺ ካብዛ ሙዚቀና
ስላሴ ሽኮሪና ስላሴ ዓይኒ ቅርሺ ሓዲክኒ ኣይትግሺ ዋይ ደይ ማልኣክ እታ ቦርሳይ ገረን ዓዲ ተባይኪ ስላሴ
የቐንየለይ ዘወደይ ዕድመን ጥዕናን ሃብካ ኣይስክሪም በሊዐ። ዋእ ኣይበልዓኺን ጊፍቲ እንድዩ ኣበይ ኣትዩ በሊዐ ትብሊ ስትላስኦ ግደፍ እንዶ። ሕጂ እንታይ እዩ እዚ የውፀ ነይሩ ደሓን ከርእየኪ እየ ማማ ባዕለይ ማማ ሃርእየኪ እየ ባዕለይ ዮኒተን ሰብ እቲኦም ትፈትውዮም ሰባት ከዓ ከምዚ ክፃወቱ ከለኹ ህብ ተብልዮ ኣይ ከምኡ ተሰማዕት እያ ኣነ ደኣ መሓረስ እታ ጎረቤትና ዘለዉ እንደ ክሰደሎም ሓሲበ ብዓዲ ኣይወፅን እዩ ኣይወፁን እዩ
ሓናነ ኣነ ክበኪየ እንድወፅእ
ዝወፅእ ንስኻ ሃብያ ካብዚ ዝፃወቱ ንካልእ ሰብ ትሃቦም
ካብዚ ናይ ቲክቶክ ሰልዲ ተለሚትካ ደይ ሕማቕ እዩ ጌጋ እዩ ሸይጣን ኣቶ ከይቡ ገይሩ
እንታይ ኮይኑ
ጌጋ
ሕራይ ንፍዕቲ ኣደይ ሽኮሪና
ሕራይ ሕጂሲ ክንደይ ደኣ እዩ ዘለኸ ሓደ ሸውዓተ ታያት እያኸ ሓደ ሸውዓተ ሸውዓተ ድ- ብዕራይ ገይረ ዲዳ ረድኤኪ ዴቭ ሸውዓተ ድም- ድምፂ ድ- ናይ ፅምዲ
ሓደ ድምፅን ፈረቓን ኢከ ድምፂ ፅምዲ ፅምዲ እወ እሞ ሓደ ድምፅን ድምፅን ፈረቓን እንታይ ፈሊጠሉ ዲኺ ይኣርግ ኣሎ ቁቲ ቆልዓ
ስላሰይ ሓንቲ ሃኪ ኣባ ሃኪና ናይ ሓንቲ ቀደም ቆልዓ- ገበርኪ ገለ እሱ ጣ ምስ ስድራና ብሓደ ተኣኪብና ሕሸና ይኣኽለኪ ዘጓለይ ይከዓወክሎ ኩሉ ናይ ምሰጉኻ ደስ ክብላ ዋላታ ናይ ሓደ ግዜ ድገበርኪያ ኣደይ ይ ይዕልልና እዋይ ሓራይ በሊ ቀደምሲ ኣብ ዓድና ከምዚ ወፍሪ ወፍር ነረ እንደ እወ ንእሽተይ ከለኹ ከምዚ ሎሚ ከይረኣኽኒ ከይተመርዓኹ ምስ በዓል ዝናይ ነዞም ብሮሮ ውር ዝመስሉ ደቀይ ከይወለድኩ ከለኹ ማለት እዩ ይኣኽለኪ እሞ በለለይ ዘቆልዓ ይውድኦ ኣሎ ይኣኽለካ ዘወደይ ጓለይ ግደፊ ደሓን ማማ ሰቕበሊ ወርቂ ሰሊምክ ዶ ኣሎ ደይ ቀጽሊ ሞት ክወስዱ እንደ ዘይደልዮም ኣነ ፍቕሮም ጥራይ እኹል እዩ ሰሓቕ ጸወታ ኣቲ ደይ ክትነቕፂ ክፀኒሕካ ታብታብ ከይገበሩ የለን በሊ ደይ ቀፅሊ ዘረባ እወ ሕጂ ኣብቲ መጓሰ ከለና ቀደም እ፣ የሃለላ ዝበሃል ኣሎ ጸወታ አ፣ ያህለላ ንፃወት ንፃወት ኔርና ኔርኪ ዲኺ ትፈልጥዮ ዲኺ ዘጓለይ ኣብ ዓዲ
ያህለለ ከምዚ ክልተ ጉድጓድ ፍሕር ኣቢልካ ክልተ በትሪ ተቐርብ ሓንቲ ኻን እሽተይ ትስንድዎ ስራዕ እዩ። ገርኹም እንታይ ትድሓን እዘን ደቀይ ምሁራት እየን ራእየም

ሕራይ ኣበይ ቦታ ደኣ ነርኪ ጋሽ ዋይ እንታይ ትማላል ክበል ናብ ገዛ ኣለዉ ድም ኣለዉ ዋይ በልሳ ስእሊ ክሒዘያ ከይድ የሞ ጋሽ ባርካ ኮልል እየ ነዞም ደቀይ ነዞም ደቀይ ስእሊ ኣውፅለይ ክብሎም እየ ይቀውጥልክ እዮም
ኣደይ ንዓይ ዘላለኒ ሰብ የለን ኣብ ኤርትራ ጸላም ጸላም ጸላም ጸላም ጸላም ንኢሽተ ጓል ትወደይ በእንዳማ የርእኒ እንድዩ ከምዚ ኣብ መዓስከር ዲኽበዩ ነርኪ ስረ ገርኪ
ግን እንታይ ኣዲኺ ከይተዓቁር መዕቆሪ የብላ እንድዩ ናይ በሪ ሓወይ እኮ ብጣዕሚ እዩ ትፈትወኩ ብ ገዛና ምሸት ምሸት ነልዕለኪ ንሓቂ ዘረባ ናይ ብሓቂ ኢኹም ኣዶን ጓልን ናይ ብሓቂ ኢኹም እህ። እዋ ሓንቲ ቃልዓ ናበይ ደኣ ክትብቅፁና ደሊኺ
ኣይኣመንኩን ኣነስ እንድዒ ኣምላኽ ኣይሓዘለይ እምበር ኣይኣመንኩን ኣዋልድ ናይ ድምፂ ወዳት ሒዞም መፁ ኣወዳት ናይ ድምፂ ዋልድ ሒዞም መፁ ኮይኖም ምእማን ወላ ስምዒ እንደ ዘጓለይ ሓራይ ንሶም ተምፁሲ እንታይ ድዮም ሕማቕ ድዮም ዝዛረቡ እቶም ዘምፅኸ ከምኡ ግን ሕጂ ሲ ንሕና ከምዚ ምግባርኩ እኮ ኖርማል ደይ ሰበይቲ ኩኒ ሰብኣይ ኩኑ ብዘየገድስ ግን ማዋዕረት ይስሕቁ ይፃወቱ ተኮይኖም ፅቡቅ እዩ ይፃወቱ ናይ ስድታ ትዛረቡ ተኮይኖም ግን ነውሪ ነውሪ ኣደ ምስም ኣዴታቶም ገይሮም እዋረ ዘይለው ማለት ኳይ
ወደሓን ትግርኛ ከም ተረዳእካዮ እንድደ ሽኮሪና ቀፅል
የህለለብባ ቀፅልልና ወይ በቃ እሞ እዛ ቆልዓ እንዳ ተነፍያ ወዳእቲ ኩሉ ንስኺ ትልፍልፍለኺ ብዙሕ ኣዳይ እዚኣ እኮ እየ ዝብለኪ ዘለኹ ናባይ ትሰደለይ ዘላ ኣሃ ደሓን ተዛረበ ደሓን ንሱስ ግደፍዮ ባእሪ ስሒ ምንባር ሓዳይ
ሕጂ የህለላ እናተፃወትና ከለና እወ እብለኪ በታ መዋፍርተይ ነራ ቆልዓ ኣንቲ ቆልዓ እወ ንዕስከ ገለ እስከ ንግበሮም ንስዓሮም ሎማዓንቲ ነዞም ወዳት ኢልና ያህለላ ንብሎም እሳቶም ከ ተኾብለላ ኢሎምና ንሕና ከ ዋይ ናበይ ዳኣ እዮም ተኾብለላ ኢሎምና ኢልና ስፖርት ተገምጢልና ወየ ከዓ ሽዑሲ ፈንዎ እዮም ዝብሉና ዘለው ዘይተረድኣና ፋራታት ምዃና
ፈርሃ ሒዝካ ደሽ ሰይ ዓሪፋ እኮ እያ ዛማማ ዋይ እዚ ደኣ ተማሂረ እንደ ድሕሪኡ ኩብልል ምስ በልና ምስታ ቆልዓ ዋዮም ትፀሪፎም እናበሉ ተዋሪድና ኢልና ሽዑ ባላ ሕጂ ንዕለ በዚ ሓልዋ ስኽንሒና ይሃለላ ክንብልያና ኢሎምና ሓራ ኢልና ይሃለላ ኢሎምና ሽዑ

ተንኮል እንታይ ትገብሪ ኣለኺ ሕጂ ሰጓለ እንዳ ናይ ደቂ ሴር ኣለኹ ድሕር ሰዓት ገለ ክመጽእ እየ ገዛ ቀልጥፍኺ ኣይትጠንጒ እሺ እወ።
ገጽ ስላሴ